ሕዚ ምሸት ሰዓት ሓደ ናይ ምሸት ኮይኑ ኣብ ከተማ ሸራሮ ኢና ዘለና ተጋዳላይ ስምዓኒ ኣለኻ ዶ ዝወደይ ሰሚዕኻኒ ዶ ኣጆቲ ጅግና ዶ ጓጓኺ ዘዕበዮ ሰላም ሰላም ክብራትን ክብራንን ሕጂ ኣብ ከተማ ሸራሮ ምስ ሓንቲ ኣደ ስውእ ዝኾና ወላዲት እየ ተረኪበ ዘለኹ ብርግፅ መሲኡ ዘሎ ኣብ ኣይዲፒ ስለ ዘምሸና ንምሸቱ እዚ ታሪክ እዚ ስለ ሰማዕና ኢና ነዘን ኣዶ ረኪብናየን ክንከይድ መሪፀሞ እስኪ ማማ ወይዘሮ ምንድን ዝበሃላ ወይዘሮ መኣዛ ወይዘሮ መኣዛ ፅቡቓይ ስድራ ስቡቕ ከም ምዃናን በይነን ዝናበያ ከም ምዃንን ሰሚዐ እሞ እስኪ መን እዩ ዝበሃል ነይሩ ወድኽን ዳንኤል ዳንኤል ኣብዚ ዝጠውረኒ ንሱ እዩ ናይ ገለመለ ምሻጥ እዮም ነርና ጋሪ ስና ሸተ ይጠውረኒ ነይሩ ታው ግን የለ በቃ ምስዘን ወላዲት እየ እቲ ገዛ ክራይ መኽፈልን ካልእን እውን

ምንባይ ዓቕሚ የብሉን እቲ ህዝቢ ይሸራሮ እምበር ከይሕግዘና እውን እቲ ከምቲ ትፈልጥዎ ተጓሳቂሉ ኮይኑ እቲ ዓዲ እምበር ጥራሕ ኣጆኹን ግዜ እንተሓልፍ ተሎ ክንሕግዘክን ኢና ዝሕገዝ ነገር ስለ ዘይብሉን ክነ ዝበሃል ግን ዝሕግዘና ሰብ ኣይረኸብና እንተ ሰብ ፀሊኡና ዘይኮነስ ዝሕገዝ ዘይተረኸበ ዝሕግዝ ሰብ ኣብዚ ዓዲ ሰሪሑ ዝሕግዝ ሰብ የለን ንባዕሉ ተጓሳቑሉ ስለ ዝኾነ ኣነ ተጋዳላይ ቢንያም ሽመልስ ወዲ ሓምሳ እንደ ዝበሃል ኣብዚኣ ዝኒኣ ሓምሳ ኪሎ ምሸላ ተናእሰ ዋላ ጥሒነን ዋላ ንሓንቲ ሰሙን ይጠቐማላ ብዝብል ኢና ናይቶም ጀጋኑ ሰማእታት ሕድሪ ከይነዕብር ኢልና ኢና ታሪክ እዚ ምስ ነገሩ ንመፅኦሞ እዚኣ ኣብፀሐለይ ነዘን ከም ዝበላ ጅግና ዝኾና ስድራ ስውእ ኣብፀሐለይ ዝበለኒ ድማ ሓውና ኪዳን የማነ እሞ ነዚ መንእሰይ ሓውና እዚ እውን እስከ መስግናለይ ዋይ ክብረት ይሃበልና ከምዚ ገርኩም ምስቲ ካሊእ ሽግርኩም ምስቲ ካሊእ ፀገምኩም ንዓና ተናድዩ ዘለኹም ብጣዕሚ ኢና ነመስግን ግዜን ጥዕና ንረኸቡ ከምኡ ገርኩም ነተን ከማና ዝበላ ተጓሳቐላ ክትሕግዙ ኣዶ ዒላት እውን ከምኡ ትቅፅሉ ኣነ ክብረት ይሃበለይ ሕዚ ምሸት ሰዓት ሓደ ናይ ምሸት ኮይኑ ኣብ ከተማ ሸራሮ ኢና ዘለና ብኣይዲፒ ጌርና ምስ ኣምሻና ኢና እሞ መቸም ህዝቢ ትግራይ በቲ ኣብ ትግራይ ዝነበረ ኩናት ብዙሕ ጎስቆልቆል ዝረኸበ ብዙሕ ማሕበረሰብ ኣለና እሞ ኩልና በብዝኸኣልናዮ ኣቕምና እናሓገዝና ነዘን ከምዚአን ዝበላ ጀጋኑ ወለድና ክንሕግዝ ክንድግፍ